ኣብ መጨረሻ እታ ሽግ ስልጣን ምስ ምስተቓፀለት ልክዕ ኣብ መዓኮራ ምስ በፅሐት እዮም ተረክቡ ስልጣን ከተቃፅልና ውሰድ ሓበሬታ ውሰድ ኣዋህዶ ኣክል መወዳእታ ግን ናትካ ጌርካ ትመርፅ ነብስኻ ምምዕባል ንባዕሉ ንኤርትራ ሓደ ውዕለት እዩ ምግበር ነዚ ንምግባር ድማ ምቅላስ ብኩሉ መልክዓት ናይ ቃልሲ ምቅላስ
ሰላም ክቡራትን ክቡራንን ተኸታተልቲ ሪምና ሚድያ ከመይ ትኾኑ? ሪምና ሚድያ ዝተፈላለየ ትሕዝቶታት ሒዙ ምሳኹም ጸኒሑ እዩ። ድራማታት፣ ፊልምታት፣ ቃለ መሕተታት ከምኡ ክሊፓት ዝትሕዝትኡ ዝተፈላለየ ስነ ጥበባዊ ፍርያት ናባኹም ከቕርብ ዝጸንሐ ሜድያ እዩ ሪምና ሜድያ ንሎሚ ፋና ሪምና ብዝብል ንተኸታታሊ ግዜ ዝቐርብ ስፖርታዊ ፖለቲካዊ ባህላዊ ኩሉ ሕብረተሰባዊ ሸነኻት ጠቀስ ዝኾነ ኣርእስታት እናልዓለ ትንታነታቱ ዘቕርብ ሓድሽ መደብ ሒዝናልኩም ንቐርብ ኣለና ፋና ሪምና ኣብ ሪምና ሜድያ። ከመይ ትኾኑ ክብራት ተኸታተልትና ሎሚ ሒዝናልኩም መጺና ዘለና መደብ ፋና ሪምና ዝብል ኮይኑ ኣብ መንእሰያትን ፖለቲካን ከመይ ክስጉሙ ከም ዘለዎም ንሎማዓልቲ በር ኣርስትና ጌርና ማእኸል ጌርና ክንትንትኖ ክንፍትፍቶ ክንፍትን ኢና ብዝተኻለ መጠን ምስ ሓውና ናኤብ ከምኡውን ኣነ ሓውኹም ሚካኤል ማዓሾ ወድሮማ ናይ ሎሚ ኣርእስትና ብፍሉይ ነተኩረሉ ደሊና ዘለና መንእሰያትና ኣብዚ ግዜ እዚ ምስ ፖለቲካ ዘለዎም ጥምረት ወይ ምስ ፖለቲካ ዘለዎም ርድኢት ኣብ ከመይ ደረጃ ይርከብ ዝብል እዩ ክኸውን ናብቲ ትሕዝቶና ሒዘኩም ክኸይደ ንኣይ ብኣኻ ክጅምር እንታይ ኢኻ ሒዝካሉ መፂኻ ዘለኻ ናይ ጀማሪ መደብና መጀመርያ እቲ ኣገዳሲ መንእስያትን ፖለቲካን ክበሃል ከሎ ትርጉሙ ዘገድስ መስለኒ ፖለቲካ እንታይ እዩ ክንሪኦ መንእስያት ክንብል ከለና መን እዮም ክንጠቅስ ስለዚ ፖለቲካ መን እዩ እንተ ኢልና እቲ ቃል ግሪኻዊ ቃል ኮይኑ ኣብ ግሪኽ ምናልባሽ ብዙሓት ከም ዝፈልጥዎ ፖሊስ ስቴትስ ዝበሃላ ነይረን፣ ስፓርታ፣ ማራቶን፣ ኣቴንስ ዝበሃላ ከተማታት። ስለዚ ሓባራዊ ውሳኔታት ዝውሰደሉ ዓውዲ ናይ ህይወት ዓውዲ ምሕደራ እዩ ፖለቲካ ክንብል ከለና። እቲ ግሪኻዊ ትርጉሙ እዚ ኮይኑ ኣብቲ ቀደም ነዚ ናይ ግሪኽ ኩነታት ዝመስል ኤርትራዊ ኩነታት ነይሩ እዩ። ከምዘን ፖሊስ ስቴትስ ናይ ግሪኽ ማራቶን፣ ስፓርታ፣ ኣቴንስ ንብለን ዘለና ኣብ ኤርትራ ውን እዚ ዓይነት ሕብረተሰባዊ ኣወዳድባ ነይሩ እዩ። ስለዚ ህዝብና ጉዳይ ዓዲ ብደቂ ዓዲ ኢሉ ሕብረተሰብ ንዘድልይዎ ጉዳያት ብሓባር ኮፍ ኢሉ ዝውስነሉ፣ እሂን ምሂን ዝበሃለሉ፣ ጥሙር ንጥፈታት ኣካይዱ ብሓባራዊ ውሳኔታቱ ዝመሓደረሉ ዓውዲ እዩ። ስለዚ ነዚ ንምትግባር እንታይ ክግበር ከምዝኽእል፣ እቲ ሓባራዊ ውሳኔታት ከመይ ጌርካ ይውሰድ፣ ከመይ ጌርካ ይከፋፈል ክንሪኦ ኢና። ብሓፈሻዊ ግን ትርጉሙ ንሓበራዊ ህይወት ሓባራዊ ውሳነ ዝውሰደሉ ንጥፈት እዩ ፖለቲካ ኢልና ብሕጽር ዝበለ ክንገልጾ ንፍትን ኢና። ምናልባሽ ወዲ ሮማ ካልእ ተወሳኺ ትብሎ ነገር እንተሊካ ክትምልእ ቀጺልና ብዙሕ ትንተናታት ብዛዕባ ትርጉሙ እውን ክንውስኽ ንኽእል ኢና እንታይ እንታይ ክካተቱ ከም ዘለዎም ክንምልእ ንኸእል ኢና። Well ኣነ ኣብታ ሞቕሹሽ ፋና ትብል ንእሸይ ክስታይ ስለ ዘላ ኣሕጽር ኣቢልና ብዛዕባ ፖለቲካ ንእሸይ ዘዳላናያ ክስታይ ስለ ዘላ ከነእትዋ ኢና ግን እንታይ ክብል ምደለኹ ዝበዝሑ ከኣሊ እዚ ፖለቲካ እዚ ረብሓ እዩ ወይ ከዓ ኢኮኖሚ እዩ ኣብኡ ዝተጠቓለለ እዩ ዝብሉ ኣለዉ ብሓፂሩ ብጥቕልሉ ክንሪኦ ከለና ናይ ብሓቂ ፖለቲካ ረብሓ እዩ ዘብል ምኽንያታት ኣለዎ ድዩ? ስለምንታይ እዮም ረብሓ ፖለቲካ ረብሓ እዩ ዝብልዎ? ብረብሓ እዩ ዝኸይድ ዝብልዎ? ፖለቲካ ዘይ ዘይኣትዎ ዘየልዕሎ ኣርእስቲ የለን ክንብል ንኽእል ኢና። ፖለቲካ ምስ ቁጠባ ከነተኣሳስሮ ንኽእል ኢና። ፖለቲካ ምስ ንሕብረተሰብ ዘገድሱ እንታይ ኢልና ኣለና ጥሙር ውሳነታት ናይቲ ጥሙር ንጥፈታት ጥሙር ውሳነታት እንተ ደኣ ኮይኑ ኣብኡ ቁጠባዊ ረብሓ ኣሎ፣ ማሕበራዊ ምንቅስቓስ ኣሎ፣ ጥዕና፣ ስፖርት፣ ሃይማኖት ብዙሓት ነጥብታት ኣብ ሑቕፊ ፖለቲካ ዝሕቆፉ እዮም ማለት እዩ። ስለዚ ጨሊፍካ ምውሳዱ ኣገዳሲ ኣይከውንን እዩ። ብምሉኡ ክትሪኦ ኣገዳሲ እዩ። ፖለቲካ ንረብሓ ክኸውን ኣለዎ ግድነት። ህዝብታት ዝመሓደርሉ፣ ህዝብታት ዝካየድሉ፣ ህዝብታት ውሳነታት ወሲዶም ጸጋታቶም ተኸፋፊሎም ስልጣኖም ተመቓቒሎም ዝካየድሉ ሓደ ናይ ምሕደራ ንዛዕባ ካብ ኮነ ፖለቲካ ረብሓ ክኸውን ናይ ግድን እዩ። ምናልባሽ ኣብዚ ክውስኾ ዝደሊ ፖለቲካ ብጫፉ ሒዞም ዝዛረቡ ብዙሓት ሰባት ንርኢ ኢና። ሓደ ወተሃደራዊ ፍጻሜ ኣልዒልካ ምዝራብ ፖለቲካ ዝመስሎም ሰባት ኣለዉ። ተራ ሙጉት እገለ ከምዚ ጌሩ ከምዚ ጌሩ ተባሂሉ ናይ ስም ናይ ኣክቲቪስትስ ናይ ፖለቲካ መራሕቲ ጠቂስካ ዜናታት ከም ፖለቲካ ዝውሰደሉ እዋናት ኣሎ ስለዚ ካብ ተራ ሙጉት ካብ ፍጻሜታት ናይ ታሪኽ ካብ ምትራኽ ካብ ምቁያቅ ዝሓለፈ እዩ ፖለቲካ። መወዳእትኡ ግን እቲ ሓባራዊ ውሳነታት ንቁጠባዊ ረብሓ፣ እቲ ሓባራዊ ውሳነታት ንዕቤትን ብልጽግናን ናይ ዜጋታትን ናይ ሃገራትን፣ እቲ ሓባራዊ ውሳነታት ንሰላምን ርግኣትን ንክሰርሕ ዝሕግዝ ክኸውን ከም ዘለዎ ግን ኩሉ ሰብ ክሰማማዓሉ ዘለዎ ነጥቢ እዩ። ስለዚ ቁጠባዊ ረብሓ ሓደ ካብቶም ብዙሓት ህዝብታት ክረብሕዎም ዝግብኦም ረብሓታት እዩ ኢለ ምገለጽክዎ። ኦኬ ሓታታይ ኮይኑ ክመፀካ ሞ ሕጂ ሕጂ ፀገማት መንእሰያት ኣብ ፖለቲካ ሃገርና ከም እዩ ብፍላይ ኤርትራውያን ድብል ደለኹ ናህና ብዓለም ደረጃ ዘይኮነስ ኣቶም ናህና መንእሰያት ኤርትራ ከመይ እዮም ተሳተፉ ኣብ ፀገማቶም ኣብ ፖለቲካዊ ዘለዎ ሸነኽ ተሳትፎኦም ይኹን ወይ ከዓ ንጥፈቶም ይኹን ኣብ ከመይ ደረጃ እዮም እንታይ እዩ ከፀግሙ ኣብዚ ብዙሕ ነጥብታት ከነልዕል ንኽእል ኢና ፖለቲካ ኣብ ፖለቲካ ዝነጥፍ ሰብ ዝነጥፈሉ ዓውዲ ክህልዎ ክኽእል ኣለዎ። ዝነጥፈሉ ባይታ ክህልዎ ክኽእል ኣለዎ። ኤርትራውያን መንእሰያት ድማ ኣብ ንህዝቦም ኣብ ዝጠቅም ፖለቲካዊ ውሳነታት ጸለውቲ ንኽኾኑ ኣብ ዘይሓገዞም ኩነታት እዮም ዘለዉ። ስለዚ እቲ ኣብ ሓደ ሃገር ወተሃደራዊ ስርዓት እንድሕር ኣሎ እቲ ወተሃደራዊ ስርዓት ኣነ ዘምጻእክዎ ፖለቲካዊ ሃዋሁ ኣነ ጥራይ ሒዘ እየ ክኸይድ እንተድኣ ኢሉ መንእሰያትና ኣብዚ ፖለቲካዊ ሃውሁዚ ኣትዮም ከገልግሉ፣ ክግልገሉ፣ ሓበራዊ ውሳኔታቶም ክወስዱ ኣይከኣሉን ኣለዉ ኢልና ክንዛረብ ንኸእል ኢና። ስለዚ ህድማ ካብ ፖለቲካዊ መስርሕ ናይ ሃገር ይረኣ። ናይቲ ህድማ ጠንቂ ግን እቲ መንእሰያትና ኣብ ፖለቲካ ኣፍልጦ ስለ ዘይብሎም ኣይኮነን። ሕፍስ ኣቢልና ክንዛረብ ስለ ዘይብልና ብዙሓት ናይ ፖለቲካ ክኢላታት፣ ብዙሓት በቲ ዓውዲ'ቲ ተማሂሮም ኣበርክቶ ክገብሩ ዝደልዩ መንእሰያት ስለ ዘለዉና፣ ኣጽብብ ኣቢልና ክንሪኦ ኣይግባእን በሃላይ'የ። ከም ነጥቢ ግን እዚ ክንፈልጦ ዘለና ባይታ የድልዮ'ዩ ፖለቲካ ነቲ ባይታ ክትፈጥሮ ሓላፍነት'ዩ። ከም መንእሰይ ግን እቲ ክትፈጥሮ ትደሊ ባይታ ሓውን በትርን፣ ማእሰርትን ጭፍጨፋን እንተ ደኣ ዘስዕበልካ ኮይኑ ካብ ፖለቲካ ምህዳም ይመጽእ። እንታይ ገደሰኒ ምባል ይመጽእ። ኣነ ኣብ ፖለቲካ ግዱስ ኣይኮንኩን ኢልካ ምሕባእ ይመጽእ ማለት እዩ። ስለዚ ኩሉ ሰብ ኣብ ፖለቲካ ክሳተፍ ኣለዎ። ምኽንያቱ ሓባራዊ ውሳነታት እዮም ዝውሰኑ። እቶም ሓባራዊ ውሳነታት ንመንእሰይ፣ ንቆልዓ፣ ንደቂ ኣንስትዮ፣ ንናይ ሃይማኖት ሰባት ንኹሎም ዝጸሉ ስለ ዝኾነ መንእሰይ ስለ ዝኾነ ክሃድም የብሉን። መንእሰይ ዓንዲ ሕቆ ናይ ሃገር እዩ ተባሂሉ ዝጥቀስ እዩ። መንእሰይ ኣብ ጉዳይ ናይ ህዝቡ ቀዳማይ ተሳታፍነት ክኸውን ዘለዎ እዩ። መንእሰይ መሪሕ ናይ ኩሎም እቶም ኣብታ ሃገር ዝግበሩ ንጥፈታትን ውሳኔታትን ክኸውን ኣለዎ። ስለዚ ኣብዚ ግዜ እቲ ዘሎ ህሉው ኩነታት ንመንእሰያትና ኣብ ፖለቲካዊ ውሳኔታት ናይ ሃገሮም ኣበርከትቲ ከይኮኑ፣ ነቲ ዝተወስደ ውሳኔታት ፈጸምቲ ከይኮኑ፣ በቲ ፖለቲካዊ ውሳነ ክማቐልዎ ዝግባእ ስልጣንን ጸጋን ተኻፈልቲ ከይኮኑ ተኸልኪሎም ኣለዉ ኢልና ክንድምድም ንኸእል። ኦኬ ሕጂ ኣነ እንታይ ክውስኸልካ ምደለኹ መንእሰያት ኣብ ዕስራታት ጀሚርካ ክሳብ ኣርባዓታት እንተለዉ ነቲ ፖለቲካ እንድሕር ኣብዚ ዕድሚኦም እዚ እንድሕር ክላመድዎ ወይ ከዓ ከምዚ ክክልስዎ ተዘይክኢሎም መዓስ እዮም ኣብኡ ኣትዮም ክሳተፉ ድሕሪ ከምኡ ዓይነት ተኺሉ ማለት እዩ ሕጂ ኣዝዩ ሓደገኛ ዝገብሮ ወዲ ዕስራ ዓመት ከለኹ ኣነ ክብገስ ከለኹ ካብ መጀመርያ ነቲ ፖለቲካ እንዳተላመድኩ እንዳሰጠምኩ ተመክሮ እንዳወረስኩ ካብቶም ቅድመይ ዝነበሩ ኣብቲ ናተይ ግዜ ክፃወት ተዘይክኢለ ኣርባዕታት ሓምሳታት ምስ በፃሕኩ ናይ ብሓቂ ፖለቲካ ተረዲኡኒ ኣትየው ነጢፈ ወይ ኣብ ስልጣን መፅ ክመርሕ ይኽእል እዚ ሕጂ ዘሎ ናይ ሰውራ ወለዶ ናይ ብሓቂ ነዚ ሕጂ ዘሎ ናይ ቴክ ናይ ቴክኖሎጂ ወለዶ ንበሎ ዋላ ገለ ንዕኡ ክቕልሶ ከመይ ገይሩ ክኽእል ክቕልሶ ይክእል እዩ ምክንያቱ ሓደ ኣብ ኣብ ሜዳ ዝነበረ እንድሕር ናይ ሜዳ እንድሕር ንኣብነት ተሪኢኻዮ መንእሰያት እዮም ነይሮም ብምሉእ እቲ ጉዳይካ ብጣዕሚ ውፅኢታዊ ነይሩ ብምሉእ ሓይሎም እዮም ዝኸዱ ብምሉእ ዓቕሚ እዮም ዝሳተፉ ምትእምማን ፈጥሩ ኣብ ሓደ ዕድሚ እዮም ዘለዉ ናይ ምንባብ ዓቕሚ ህለዎም ናይ ምርድዳእ ዓቕሚ ህለዎም ኣነ ምስቲ ኣብ ሓምሳታት ደሎን ኣብ ሳላሳታት ደሎ መንእሰይ ክራዳድኡ ዘሎ ተኽእሎ ከማን ጋጋ ኣሎ ግደፎ እሞ ኣብቲ ሰብዓ ሱሳ ሰማንያታት በጺሖም ደሎ ኣነ እውን ከም ሓደ ንኣብነት ኤርትራዊ ዜጋ ብሓደ ወዲ ሰማንያ ዓመት ዳርጋ ምርኩስ መሐዚ ዝተቓረበ ዝወሰነለይ ውሳኔታት ዝወሰነለይ ማሕንቓታት ንሱ ዓለሙ ዳርጋ ጸቢባ እያ ኣብ መጨረሻ እያ ደላ ኣብቲ ዓለሙ ድጸበበቶ ጽባሕ ሎሚ ሎሚ ጽባሕ ድብል ደሎ ሞቱ ንጽበ ደለና እሞ ከኣ ኣብ ሓደ ሰብ ድተማእከለ ፖለቲካዊ መሪሕነት ኣብኡ ዓቕለይ ጸይብኒ ክምራሕ ከለኹ ኣዝዩ ዘሕምም ብጣዕሚ የቐንዝወካ እየ ግን ንሕና ግን ክንገብሮ ዝግብኣና ከ ነይሩ ድዩ ክትብል ክልተ ዓይነት እዩ ክንገብሮ ዝግብኣና ነይሩ ብሰንኪ እቲ ናይ እንታይ ዝበሃል እዚ ናይ መርበብ ናይቲ ሰላየ መርበብ ናይቲ ዘሎ ፖለቲካዊ ውድ ስርዓት ክንሰርሕ ኣይከኣልናን ክትብል ከነማኽነ ንኽእል ኢና። ግን በቲ ካልእ ሸነኹ ከኣ እቶም ኣብ ደገ ዝወጸና ናብ ሓደ ነገር ናብቲ ፖለቲካዊ ስነ ሓሳብ ብምሉእና ብፍላይ እቶም መንእሰያት ተናቢብና ክንሰርሐሉ ንኽእል ባይታታት ብዙሕ ነይሩ ኮይኑ ይስምዓኒ። ናይ ሜዳ ከም ኣብነት ዘምጻኹልካ ዳርጋ ዓብ ዓበይቲ ነይሮም ግን ድበዝሕ ሓይሊ ሰብዓ ሚእታዊት ተሪኢኻዮ ግን በቶም በቶም መንእሰያት ዝጽሎ ነይሩ ክንብል ንኽእል ኣብዚ ክምላልካ እቲ ናይ ሜዳ ነገር ዝበዝሐ ሸነኹ ወተሃደራዊ ሸነኽ ዝነበሮ እዩ እቲ ንፖለቲካዊ ውሳነ ናይ ኤርትራ፣ ንናጽነት ናይ ኤርትራ ዝሰርሕ ዝነበረ ሓደ ፖለቲካዊ ውሳነ ኣብ መዓልቦኡ ክበጽሕ ነይርዎ ግን ዋላ እቲ ፖለቲካዊ መሪሕነት። ብሰለማዊ መንገዲ ስለ ዘይተኻእለ እቲ ወተሃደራዊ ሸነኹ እዩ እቲ ዝዓበየ ዕማም እኮ ፖለቲካዊ ጽልዋ እዩ ግን ኣብ ወሲዱ። ዝወሰደ። እወ፣ ናብቲ ሓይሊ ፖለቲካዊ ጽልዋ እዩ ሓይሊ። ግን ኣብዚ ንሓደ ሰራዊት ክትእዝዞ፣ ክትልእኾ ከለኻ ድምጹ ክትሰምዖ ክትክእል ኣለካ። እቲ መድረኽ ተቐይሩ እዩ ሕጂ። ኣብቲ ንህንጻ፣ ንልምዓት ኣብ ዝኾነሉ ግዜ ኩሉ ህዝቢ ክሳተፍ እዩ ነይርዎ። ግን እቲ ወተሃደራዊ ርእሲ ሒዙ ዝመጸ መሪሕነት፣ እቲ ነቲ ስልጣን ዝተቖጻጸረ መሪሕነት፣ ክደፍኦ ዝኽእል ሓይሊ እንድሕር ዘይተረኺቡ፣ ክጸልዎ ዝኽእል እንድሕር ዘይተረኺቡ፣ ኣብዚኣ ብዙሕ ግዜ እትድገም ሓንቲ ጥቕሲ ኣላ፣ እትረኽቦ ነገር ብትፈጥሮ ጽልዋ እዩ ዝውሰን ዝብል ኣሎ። ንሕና እቲ ፖለቲካዊ ባይታ እንድሕር ዘይረኺብናዮ ጸለውቲ ኣይኮናን ማለት እዩ። ክንጸሉ ኣይከኣልናን ማለት እዩ። ክንጸሉ ዘይከኣልናሉ ምኽንያት ድማ እቲ ወተሃደራዊ ኣተሓሳስባ፣ ወተሃደራዊ ርእሲ ሒዙ ዝመጸ ወተሃደራዊ መሪሕነት፣ እቲ ዝበዝሐ ሸነኹ ወተሃደራዊ ሓይሊ ምንባሩ ጠቒሳ ግን ብመንእሰያት ዝተዓብለለ እዩ ነይሩ እቲ ቤት ጽሕፈት ወተሃደራዊ ክፍሊ ወተሃደ ፖለቲካ ክንብል ንኽእል ኢና ክፍሊ ዝተፈላለዩ ክፍልታት ኣብ ገድሊ ንናጽነት ኤርትራ ዝነበሩ ክፍልታት ብመንእሰያት እዮም ዝካየዱ ነይሮም ደሓር እዚ ኣብ ናጽነት ምስ መጸ ከመይ ተታሒዙ ውሳኔ እዩ ሓደ ኣሚንካዮ ዝመጻእኻ ንዓይ ይኾነኒ ዝበልካዮ ክመርሓኒ'ዩ ዝበልካዮ ድልዱል ዓቕሚ ዝነበሮ ፖለቲካዊ ሓይሊ መወዳእታ ከመይ ከይዱ ወሳኒ'ዩ። እዚ ሕጂ እቲ ቀልጢፉ ናብ ኲናት ዝኣተወ መንእሰይን እቲ ኲናት ዝፈጠሮ ናይ ሓበሬታ፣ ምጥፋእ ክንብሎ ንኽእል ኢና፣ መንእሰያት ነንሕድሕዶም ዘይምውሳእ እሱ ዝፈጠሮ ሽግር ነይሩ ክኸውን ይኽእል እዩ። ስለዚ መንእሰያት ኣብ ፖለቲካዊ ውሳነ ናይ ሃገሮም ተራ ኣይገበሩን እንተ ኢልና ድሕሪ እቲ ገድላዊ ቃልሲ እቲ ድሕሪኡ ዝመጸ ህይወት እንታይ እዩ? ኣብ ከመይ ዝበለ ፖለቲካዊ ህይወት እያ ኣትያ ኤርትራ ምባል ኣገዳሲ እዩ። ከምኡ ክኸውን ነይርዎዶ ኣይነበሮን ሓደ ነገር እዩ። ዝኾነ ኩነታት ይፈጠር እቲ ፖለቲካዊ ዓቕሚ ናይቲ ሃገር ቀፃሊ ክህንፅ ክኽእል ነይርዎ። እዚ ወተሃደራዊ ኣተሓሳስባ ሒዙ ዝመፀ መሪሕነት ግን ነቲ ፖለቲካዊ ህንፀት ኣይደለዮን። ምኽንያቱ ኣብቲ ዝህነፅ ሓድሽ ፖለቲካዊ ሃዋሁ ክነብር ይኽእል ድዩ ኣይክእልን ንነብሱ ኣብ ምልክት ሕቶ ዘእተዎ ኮይኑ ክኸውን ይኽእል እዩ ዝብል ሓሳብ ኣለኒ። ስለዚ ወተሃደራዊ ሓይሊ ዝበዝሐ ሸነኹ ሒዙ ዝመጸ ሓደ ፖለቲካዊ ሓይሊ፣ ምስቲ ኣብ ኤርትራ ክዓቢ ክዕምብብ ዝግብኦ ዝነበረ ኩሉ ህዝቢ ዘሳተፈ፣ በቲ ውሳነታት ናይ ህዝቢ ከኣ ክመሓደር ዝነበሮ ሃገር ከመይ ቀጺሉ ኩላትና ንፈልጦ ታሪኽ እዩ። ስለዚ ኣብዚ ዝተዓብዐበ፣ ዝተዓፈነ፣ ሓበሬታ ዝጎደሎ፣ ብዙሕ ሽርሕታት ዝነበሮ፣ ብዙሕ ዘቤታዊ ተዋስኦታትን ገዳማዊ ምትእትታዋትን ዝነበሩ መንእሰያት ከመይ ገይሮም ክዋስኡ ግብኦም፣ ከመይ ገይሮም ክውድሆ ግብኦም፣ ከመይ ገይሮም እቲ ናቶም ድምፂ ተሰሚዑ እቶም ዝውሰዱ ውሳኔታትን እቶም ዝትግበሩ ንጥፈታትን ንዕኦም ዘማእከሉ ክኾኑ ይግብኦም ዝሕግዝ ኩነታት ኣይተፈጥረን ማለት እዩ። ስለዚ ኣብ ፖለቲካዊ ምንቅስቃስ ውሳነ ክትወስድ እንተድኣ ኮንካ ሓበሬታ ኣገዳሲ እዩ። እሂን ምሂን ኣገዳሲ እዩ። ስለዚ እቲ ሓበሬታ ናይ ምልውዋጥ ባይታ ተሴሩ እቲ እሂን ምሂን ናይ ምብህሃል ኣጋጣሚታት ጠፊኡ። ኣብዚ ዝጠፍእ ኣጋጣሚ መንእሰያት እንታይ ክገብሩ ክእሉ? ዘይፈተኑ እውን እኮ ኣይኮነን። ብዙሕ ፈተነታት ተኻይዱ እዩ። ብተምሃሮ ዩኒቨርሲቲ፣ ብተጋድልቲ፣ ብመንእሰያት ጥራይ ከይበልና ውን ዓበይቲ ውን ተሓዊሶምዎ እቲ ምንቅስቃስ ተኻይዱ እዩ ግን ንዕኡ ዝተዋህበ ግብረ መልሲ እቲ ወተሃደራዊ ግብረ መልሲ እቲ ካብ ሜዳ ህዝቢ ተሰኪሙ ዘምጽኦ ወተሃደራዊ መሪሕነት ዝወሰዶ ስጉምቲ ነቲ ፖለቲካዊ ንጥፈት ናይ እታ ሃገር ከም ዝቁጸ ገይርዎ ምናልባሽ ሕጂ ብዚ ተመሊስና ክንሪኦ እንተኾይንና ኣብ ደገ ዝግበር ዘሎ ፖለቲካዊ ምንቅስቃሳት ምውሳኣት እቲ ኣብ ኤርትራ ክኸውን ዝነበሮ ምንቅስቓሳት እዩ። ባይታ ምስ ተረኽበ ፉሕፉሕ ዝብል ናይ ፖለቲካ ምንቅስቓሳት ኣሎ ክንብል ንኽእል ኢና። ብብዙሕ ሸነኹ ክንቀፍ ዝግብኦ እኳ እንተኾነ፣ ብብዙሕ ሸነኹ ሓበሬታ ዝጎድሎ ገና ታተ ዝብል እኳ እንተሎ ግን ባይታ ስለ ዝረኸበ ጥራይ ክዋሳእ ነይርዎ። እቲ ብጽቡቕ ድሌቱ ሃገሩ ክሃንጽ ዝደሊ መንእሰይ ኣብ ዓዱ ነዚ ፖለቲካዊ ምንቅስቓስ እዚ ገይርዎ ነይሩ ተዝኸውን ናይ ኤርትራ ስእሊ እዚ ሕጂ ዘላትዋ ስእሊ ኣይምኾነን ነይሩ ማለት እዩ። ስለዚ ፍራንስ 24 ዝበሃል ቻነል ናይ ፈረንሳ ኣብ ኣስመራ ምናልባሽ እቲ ቪድዮ ኣነ ብዝተፈላለየ መልክዑ ይርኤ ዝነቕፎ ቪድዮ እዩ ኣብ ኤርትራ ክረአ ዝግብኦ ዝነበረ ምስሊ ኣርእዩ ኣይብልን'የ ግን ንመንእሰያት ኣብ ጎደና እናኸደ ሓበሬታ ቃለ መሕትት ከግብሮም እንቀሳቐስ ኣብ ዝነበረ ግዜ ብዙሓት መንእሰያት ክሃድሙ እዮም ዝረኣዩ። ሓደ መንእሰይ ድማ ኣነ ኣብ ፖለቲካ ግዱስ ኣይኮንኩን ኢሉ እዩ ሃዲሙ ኣብታ ቪድዮ። ስለዚ እዚኣ ቪድዮ እዚኣ ንዓይ ብዙሕ ነገር እያ ትነግረኒ። ስለምንታይ እዚ ሰብ እዚ ግዱስ ኣይኮነን? ናይ ሃይማኖት ሰብ ስለ ዝኾነ? እሞ ሃይማኖት ከ ፖለቲካ ኣይኣትን ዶ? ስፖርተኛ ስለ ዝኾነ? እሞ ስፖርት ከ ፖለቲካ ኣይሕቆፍን ዶ? ካልእ ዝኾነ ዓውዲ ንሃቦ እሞ እቲ እሱ ዘለዎ ዓዲ ኣብ ፖለቲካ ስለ ዘይሕቆፍ ድዩ? እሱ ኣይመስለኒ። እቲ ኣቐዲሙ ዝነበረ ፖለቲካዊ ድምፂ ንዘስምዑ ሰባት ዝተዋህቦም ውሳነ ዝተዋህቦም ፍርዲ ነዚ ሰብ እዚ ስለ ዘስግኦ እዩ። ስለዚ ኣብ ኤርትራ ክግበር ዝነበሮ ነገር ከይግበር ሓበሬታ ከም ዝኽልከል ተገይሩ፣ ውዳቤታት ከም ዝስበሩ ተገይሮም፣ ብቕንዕና ፖለቲካዊ መስርሕ ናይ ኤርትራ ከይዕምብብን ከይህነጽን ተንኮል ዝፈጸመ ሽርሒ ዘካየደ ሓደ ኣካል ስለ ዘሎ እዩ መንእሰያትና ብግቡእ ኣብ ፖለቲካዊ ህይወት ናይ ሃገሮም ክዋስኡ ዘይከኣሉ እምበር ዓቕሚ ስለ ዘይብሎም ኣፍልጦ ስለ ዘይብሎም ክንብል ኣይንኽእልን ኢና። ስለዚ ክእረም ዝግብኦ ነገራት ነይሩ። እቶም ክእርሙ ኢሎም ዝተበገሱ ሓይልታት ድማ ጉጉይ ዝኾነ መእረምታ ተወሲድሎም ንሃገር ዝቐትል ስጉምቲ ተወሲድሎም እቶም ድሕሪኦም ዝመፁ ከዓ መጀመርያ ህይወቶም ከድሕኑ ነይርዎም ማለት እዩ። ኣብ ዝተፈላለየ ቦታታት ናይ ዓለም ፋሕ ኢሎም ድማ ሃገሮም ኣይርስዑን። ዝተፈላለየ ፖለቲካዊ ንጥፈታት ይገብሩ ኣለዉ። ኣብዚ ግን ገና እቲ ሓበሬታ ስለ ዝጎድል፣ ናይ ቦታ ርሓቕ እውን ስለ ዘሎ፣ ኣብዚ ናይ ቦታ ርሓቕ ድማ እቲ ዘሎ መሪሕነት ነዚ ውዳበታት እዚ ክብትን ዝኽእል ምንቅስቓሳት ስለ ዝገብር ከምቲ ዝድለ ፖለቲካዊ ምንቅስቓሳት ጎሊሑ ኣይተራእየን። እቲ ዘሎ ምንቅስቓሳት ናይ መንእሰያት ግን ዘተባብዕ እዩ፣ ተስፋ ዝህብ እዩ። ኤርትራ ሰብ ኣለዋ ዘብል እዩ ኢልና ክንድምድሞ ንኽእል ኢና። ኦኬ ክቡራት ተኸታተልትና ሕጂ ንዕርፍቲ ክኾነና ናብቲ ሞቕሹሽ ፋና ዝበልኩም ክወስደኩም እየ። ኣብ ሞቕሹሽ ፋና ትረኽብዎ ሓሳብ ሓበሬታ ኣብኡ ክወጸልኩም ትደልይዎ ሞቕሽሻት ከኣኒ ብኢሜይልና ሪምና ሚድያ ዳት ኮም ክትልእኹልና ትኽእሉ ኢኹም። ነቲ ዝሰደድኩምልና ኣፍልጦኣዊ ወይ ከኣኒ ኣብ ዝተፈላለየ ኣርእስቲ ክኸውን ይኽእል እዩ ካብ መቕሹሽ ሪምና ጌርና ምስ ኣስማትኩም ከነውጸልኩም ኢና። ንትገብሩልና ሓገዝ፣ ንትገብሩልና ሪኢቶ፣ ንትቡና ነቐፌታውን ገሳጻውን ሓሳባት ክንቅበሎ ኢና። ዝለለኹምዎ ኣርእስቲ ከኣ ክቐርብ ኣለዎ ምስ ትብሉ ከኣ ኣብ ታሕቲ ጸሓፉልና።
ኣብ መጨረሻ እታ ስልጣን ሙሴ ምስ ተቓጸለት ልክዕ ኣብ መዓኮራ ምስ በጻሕቲ መኸረኩም ኣንተ ተቃጽልና ውሰድ ሓበሬታ ውሰድ ኣዋልድ ኣክል መወዳእታ ግን ናትካ ትበጽሕ ነብስኻ ምምዕባል ንባዕሉ ንኤርትራ ሓደ ውዕለት እዩ።
ምግባር ነዚ ንምግባር ድማ ምቅላስ ብኩሉ መልክዓት ናይ ቃልሲ ምቅላስ።
መቑሽሽ ፋና ሪምና መንእሰያትን ፖለቲካን። ፖለቲካዊ ስርዓት ኣሳታፊ ክኸውን ኣለዎ። ስለዚ ድማ እዮም ኩሎም ኣካላት ሕብረተሰብ ተሳታፍነቶም ከረጋግጹ ዝግባእ። ምኽንያቱ ፖለቲካ ማለት። ማሕበራዊ ስምምዕ ሓበራዊ ውሳኔ ዝውሰደሉ መድረኽ ስለዝኾነ። እዚ መድረኽ እዚ ድምጽኻ ብዘይስምዑ ዘርብሑኻ ውሳኔ ብዘይወስዱ ኣካላት ከይበሓት ክትሳተፍ ኣለካ። ብፍላይ ድማ ንስኻ፣ ንስኺ፣ መንእሰያት። መንእሰያት ከም ኣውራ ናይ ለውጢ ሓይልታት ድምጽኻ ብምሃብ ተመረጽቲ ብምዃን ሓፋሽ ዘየገልግሉ ውሳኔ ተቓውሞ ብምርኣይ፣ ኣብ ፖለቲካ ትሳተፍ ኣለና ምኽንያቱ እትረኽቦ ነገር ብእትፈጥሮም ጽልዋ ስለ ዝውሰን። ቀዳማይ፣ ናይ መንግስቲ ግቡእ ዕዮ ድሕነት ህዝቢ ምሕላው እምበር ህይወት ምቁጽጻሮም ከም ዘይኮነ ፈሊጥካ ህይወትካ ተቖጻጺርካ ሰባት ከይነግሱ ተሳትፎኻ ምዕዛዝ። ካልኣይ፣ ፖለቲካዊ ስልጣን ናይ ዝሓዙ ደናቑር ሓደገኛታት ጸወታ ከይኮንካ ፍልጠትካን ልቦናኻን ጥበብካን ዓጢቕካ ስለ መሰልካ ደው ምባል። ሳልሳይ፣ ሓንቲ ኣብ ፖለቲካ ክትፈትሓ ዘለካ ንባዕላ ፍትሒ እያ። ኣይትፍራሕ። ተሳተፍ። ፍልጠትካን ክእለትካን፣ ምኽርኻን ሓልዮትካን ሃገራውነትካን ሓራ ከውጽእካዮም። ወይ መሳርሒ ዘይህዝባውያን ስርዓታት ከይትኸውን ግን ልቢ ኣዕቢ። ፖለቲካዊ ተሳታፍነት መንእሰያት፣ ሓሳብ ህዝቢ ዝነጽግን ገባቲ ዓብላልን ንኸይነግስ ይከላኸል። ሕሰት ሕጊ ደያኑ ኣብ ቦታ ሕጊ ፖለቲካዊ ኣረኣእያኦም ምስ ዝንጸባረቕ እዩ ዝስዕብ። ስለዚ ናይዞም ህዝባዊ ሕግን ፖለቲካዊ ኣረኣእያን ኣነጽሮም ክዓዩ ዘይከኣሉ ሰባት ግዳይ ከይትኸውን ፖለቲካዊ ተሳትፎኻ ኣዕዝዝ። ፖለቲካ ንእስኻ እትመሓደረሉ መድረኽ ዝፈጥረልካ ጥበብ እዩሞ ፍረ ፍልጠትካ፣ ዘተኻ፣ ሓልዮትካ ብዝኾነ ውሳኔ ክትመሓደር ተሳተፍ። ኣሳትፍ።
እወ ሕጂ እንታይ እዩ መስለካ ከምቲ ኣብ ሰብዓታት ኣብዚ ክምላልካ ከምቲ ኣብ ሰብዓታት ብመንእሰያት ይቕለስ ነይሩ ንበልናዮ ናይ ሕጂ ቅየሳ ዘሎ ናይ ፖለቲካዊ ቅየሳ ግን ብልክዕ ኣብኦም ዝተሃንፀ ኣብ መንእሰያት ዝተሃንፀ ኣይኮነን ክንብል ንኽእል ኢና እዚ ናይ ግዳማዊ መንግስቲ ተባሂሉ ዝተላዕለ ቀዳማይ እቲ ምንዳድ ጋብ ብገለ ሸነኹ ገለ ሰብ ከመይ ይቃወም ኣሎ ከመይ ተር ኣብቲ ክስታይሲ ከመይ ፍርሒ ገይሩ ኣሎ ትርእዮኻ ይረኣየካ እቲ ኩነታት ማለት እዚ ከኣኒ ኣነ ከም ዘለዎ ንክቆም ዘይክቆም ኣይኮነን እቲ ተሓሳብ ግን እቲ መንእሰይ ኣብቶም ቅድሚ ሕጂ ዝነበሩ ጌና ፍርሒ ኣለዎ ኣብኡ ጌና ምክንያቱ ከውርስዎ ከቐብልዎ ይከኣሉ እታ ሽግ እታ ትውላዕ ሽግ እዚ ኣብ ኢዱ ከረክብዎ ይከኣሉ ምስ ተወደአት ምስ ተቃጸለት እዮም ከረክብዎ ኣብ መጨረሻ ዝከረኒ ኣማኒኤል ማህደረ ዝባሃል ገይሩ ነዚኣ ፅቡቅ ገይሩ ዝገለፃ ናይ ተማሃራይ ዩኒቨርስቲ ሓይቱ ኣገልግሎ ማለት ሕጂ ኣብ መጨረሻታ እታ ሽግ ስልጣኖም ምስ ተቃፀለት ልክዕ ኣብ ማዕኮራ ምስ በፅሐት እዮም ከረክቡና ሽዑካ ከተቃፅለና እዩ ንሕና ናይ ባዕልና ሽግ ሰሪሕና ባዕልና ዝሰራሕናዮ ዕንጨቲ ፀዲና ሰሪሕና ንህና ፖለቲካ ክንገብረሉ ንኽእል ባይታኻ የለን ሓደ ሕጂ ዘሎ መንግስቲ ፖለቲካዊ ሓይሉ ኢኮኖሚያዊ ሓይሉ ዲፕሎማስያዊ ሓይሉ ኣብ ኢዱ ኣሎ። እዚ ከኣ ነቶም መንእሰያት ኣብ ደገ ዘለዉ ከይተረፍና ኣብ መንጎና እንዳ ብምእታው ኣብ ዝተፈላለየ ብምዃን ይደኾ ኢሉ ኣሎ። ሶ ኣነ ከም መፍትሒ ኢለ ዘቐምጦ መጀመርያ እቲ ሕጂ ዘሎ መንእሰይ ቅድሚ ናብቲ ፖለቲካ ነገር ኣትዩ ወይ ከኣ ናብቲ ምሕደራዊ ንበሎ ወይ ከኣ ናብቲ ናብ ህዝቢ ንጡፍ ኮይኑ ቅድሚ ምምጽኡ ዝኾነ ንዕኡ ክጠቕሞ ዝኽእል ብምንባብ ወይ ብምምሃር ብዝተፈላለየ ዓይነት ዓቕሙ ተዘዕቢ እቲ ውጽኢት እንድሕር ነብሱ እንድሕር እንዳማዕበለ ተኸይዱ እንዳተረድኦ ከይዱ ሽዑ መን እዩ መንጉ ዘእቱ ዘሎ ንምልላይ እውን ክሕግዞ እዩ እምበር ሕጂ ድበዝሕ ኣብዚ ናይ እዞም ናይ ፌስቡክ ፓልቶ ገለ ዝበሃል ርኢኻዮ ትኸውን ኣዝዩ ሕውስውስ ድበለ ገሊኦም መንነቶምን ባህሎምን ዝተሓዋወሶም ገሊኦም ብሄርን ቋንቋን ዝተሓዋወሰ ገለ ኢኻ ትርኢ እሞ ከዓ ገሊኦም ኣረ ገለ መንእሰያት ንሕና መርሒነት ክንመጽእ ኢና ኣነ ጽባሕ ንግሆ ፕረዚደንት ናይ ኤርትራ ክኾነ እየ ዝብል ተዓዚበ ኣለኹ ሕጂ እንታይ እዩ እዚ መጀመርያ ህዝቢ ክትሕዝ ወይ ህዝቢ ሰዓብትኻ ከተጥሪ ክትፈጥሮ ነገር ናህናስ ብባህሪናስ ኣነ ከምዚ እየ ገለ ክማን ልሙድ ኣይኮነን ኦኬ ጽቡቕ እዩ ወይ ከዓ ከምዚ ናይ ገሊኦም ብሕልምኻ ጥራይ ሕልምኻ ቀሚጥካ ጥራይ ምሃድካ ጽቡቕ ኣብ መጨረሹ ክጥቀመሉ የልካ ትኸይድ ማለት እዩ ሕልምኻ ግን ኣብ ውሽጥኻ ኣብ ከባቢኻ ደሎ ዓርካ ገለ ኦፊሻል ግን ኣይትገብሮን ኢኻ ብሜድያ ገለ ሲ ኣነ ፅባሕ ንግሆ ገለ ሕልሚ ኣለዎ ንኽእል ሕልሚ ብቐሊል ነገር ክገብር ኽእል ግን ክሳብ ክንድኡ ምስቲ ዓቕምኻ ዘይመጣጠን ዓይነት ሕልሚ ምሕላም ከኣ ነቲ ዝሰምዓካ ዘሎ ሰማዒ ተስፋ ምቕራጽ ኮይኑ ይስምዓኒ። ሕጂ ኣብቲ ሓሳበይ ከጠቓልለልካ እንታይ እዩ መንእሰያት ናቶም ዝበልዎ ላይን እዮም ዝሰርሑ ዘለዎም ወይ ናቶም መስርሕ እዮም ዝሰርሑ ዘለዎም ንዕኦም ፖለቲካል ብዝጥዕሞም መንገዲ ማለት ምክንያቱ እዚ ሕጂ ዘለናዮ ግዜ ናህና ግዜ ንሕና ክንጥቀመሉ ዝግበኣና እዩ ግዜና እዮም ዝሰርቁና ደለዉ ምክንያቱ ንሕና ሕጂ ኣብዚ እዋን እዚ ብረሲኣን ኢና ንምራሕ ደለና ዋላ ሓንቲ ኣብቲ ፓርላማ እኮ የለን ግን ኣብቲ ዝገብርዎ ኣኼባ ኣብቲ ዝገብርዎ መገሻ ትሓፍር ኢኻ ብጣዕሚ ኩሎም ዳርጋ ምርጋጽ ክስእኑ ናብ ዝደለዩ እርጋኖም ከማ ደፈንፍነካ ዓይነት ክስታይ በጺሑ ኣሎ ብገለ ሸነኾም ጀጋኑና ነይሮም ክኾኑ ክልኦም ከምኡ ክዛረብ ኣይግባእን ግን ይቕየር እዩ ዘሎ እቲ እቲ እቲ ክኸውኖ ዝግብኦ መስርሕ ክሰጋገር ዝግብኦ እዚ ናብ ኣዝዩ ሕማቕ ዝኾነ ዓይነት መንገዲ እዩ ዝኸይድ ዘሎ ሕጂ መንእሰያት ከኣ ኣብዚ መጀመርያ ፖለቲካዊ ጥምረት ንክፈጥሩ ነንባዕሎም ፍቕሪ ክህሉ ኢለ ሓስብ ኩሉ ግዜ ኣነ ኣብ ክንዲ ናይ መደረ ናይ ሓደ ናይዚ ሕጂ ዘሎ ናይ ፕረዚደንት ኢሳያስ ክስታይ ካብ ምግባር ካብ ምስማዕ ናይ ወልደኣብ ወልደማርያም ናይ ሸኽ ኢብራሂም ስልጣን እንዳሰማዕኻ ክስታይ ምግባር ከምዚ ሶንግሲ ፍቅሪ የብሰኩ ኔሮም ኣብቲ መጀመርያ ሕጂ ሃገራውነት ዝብሃል ዝስምዓካ ካብ መጀመርያ ውሽጥካ ገለ ናይ ፍቅሪ ሃገርሲ ብጽቡቅ ክሰርሕ ኣለዎ ኣብ ኣፍ ስራሕ ሃገራውነት ኣሎ ትፈልጥ ኢካ ፎር ኤግዛምፕል ናይ ኢትዮጵያ ክንወስድ ንክእል ኢና ዝበዝሕ ተሪኢካዮ ኣብ ልቦም ተሰርሐ ኮይኑ ኣይስምዓን እዩ ከምዚ ኣብ ኣብ ኣብ ኣፎም ተሰርሐ ቱታ ክብል ዝጸንሕ እሞ ዝኾነ ነገር ምስ ተፈጠረ ሽዑ እልይ ይብለልካ ከምዚ ናይ ምህዳም ናይ ምዝላቅ ነገር ኣሎ ሕጂ ኣባና ከኣ ኣሎ እዩ ሃገራውነት ጌና ክሳብ ሕጂ ኣይበረሰን ግን ናይ ብሓቂ ከምዚ ብጻይ ብብጻይ ከምዚ ፍቕሪ ብፍቕሪ ኣብ መንእሰያት ፍቕሪ ናይ ምፍጣር ኣብቲ ዘለኻዮ ጉጅለ ሰላም ናይ ምፍጣር ወይ ከዓኒ ሃገራዊ ሲ ብመጀመርያ ኣብ ከባቢኻ ደላ ዋላ መጽሓፍ ቅዱስ እውን ከምኡ እዩ ድብለካ ንዓይ ነቲ ዘይትርእየኒ ከተፍቅረ እንተኾንካስ ኣብ ብጻይ መጀመርያ ብጻይካ ኣፍቅር ገለ ዝብል ኣሎ። ሕጂ ነቲ ዘይረኣየና ዘሎ ፖለቲካ ከ ንኽንሰርሖ እቶም ንረኣየ መጀመርያ ብፍቕሪ ክን ክንጠማመት ክንክእል ኣለና ኢለ እሰርሕ። ብድሕሪኡ እቲ ፖለቲካ ባዕሉ እንዳሰርሐ እንዳ እንዳ ሕጂ ነዚ ዝጥርንፎ ኣጠቓላሊ ቋሚ እንድዩ ቋሚ ነቲ ነቲ ኩሉ ንዓኻ ንኣብነት ኣነ ከምዚ ሕማቕ ሓሳብ ክህልወኒ ይኽእል እዩ፣ ኣብቲ ፖለቲካስ ንኹሎም ድዘርግ ክህልወኒ ይኽእል እዩ። ቅዋም ሃልዩ ኣብ ሃገረይ ተለኹ ስርዓት ደለዎ መንግስቲ ኮይኑ ግን እቲ ሰብ ብዝተዛረቦ ወይ ብዝገበሮ ብሕጊ ምጺኤ ኣብቲ ኣብ ቅድሚ ሕጊ ኣቕሪበሲ ሓደ ፍታሕ ከምጽኣሉ ይኽእል እየ። ጽባሕ ንግሆ ከምዘይዛረብ ክገብሮ ይኽእል እየ። ምክንያቱ ብልእላውነተይ፣ ብሃይማኖተይ፣ ብናተይ ምብትታን ወይ ከኣ ገለ እንድሕር መንእሰይ ኮይኑ ጥራይ እዩ ክሳተፍ ኣለዎ ስለዝኾነ ተለ ተሳቲፉ እንድሕር ከምኡ ዓይነት ዘምጽእ ተኾይኑ እዚ ፈጺመ ዋጋ ዕዳጋ ክህበሉ የብሉን። ኣነ ንሓንቲ ኤርትራ ኢለ ድሓስብ ተኮይነ ኩሎም እቶም ምስ ሓንቲ ኤርትራ ዝብሉ ዓለም እዞም መንእሰያት እየ ፍቅሪ ክምስርት ተለኒ ዝምስርቶ ፍቅሪ ከለል ይብለኒ ማለት እዩ ምስ ዝኮነ ፍቅሪ ምስርት ማለት እንድሕር ተኮይኑ ግን ኣዝዩ ግን ንዝኮነ ሰብ ፍትሒ ክቦ ኣለኒ ንዝኮነ ሰብ ግን ሙሉእ ልበይ ክቦ ይብለኝ ማለት እዩ ንኣብነት ኣብዚኣ ክኣትወካ ማለት ገለገለ ነጥብታት ሒዘ ኣለኹ መጀመርያ ፖለቲካ መስርሕ ምኳኑ ክርዳእና ክኽእል ኣለዎ መስርሕ እዩ ሕጂ ኣብቲ መስርሕ ከኣ ጸያቕን ሃናጽን ዝኾነ ኣካል ክመጽእ ምዃኑ ፍሉጥ እዩ። ሕጂ እቶም ኤርትራ ኣብ ደሞም ኣብ ኣዕጽምቶም ኣብ ምሉእ ኣካላቶም ዘላ ሰብ ኣብዚ መስርሕ እቲ ዝጽይቕን ዝሃንጽን ሰብ ናይ ምልላይ ኣዝዩ ዓቢ ሓላፍነት ክህልዎም ክኽእል ኣለዎ። መስርሕ ምዃኑ ግን ክርዳእ ኣብቲ መስርሕ ክብታን ለጠቕታን ኣሎ፣ ምውዳቕን ምትንሳእን ኣሎ፣ ብዙሕ ሓጎጽጎጽ ኣሎ፣ ሞትን እባ ብዙሓን። ኢድካ ዘይምሃብ ክህሉ ክኽእል ኣሎ፣ ኤርትራ ከም ሃገር ክትቅጽል ክትክእል ኣለዋ፣ ኤርትራ ብመንእሰያታ ብዘድምጽዎ ድምጺ፣ ብዝህብዎ ውሳነታት፣ ብዝገብርዎ ንጡፍ ተሳትፎ እትህነጽ እተጉላላእ ሃገር ኮይና ክትቅጽል ክትክእል ኣለዋ። ኣብዚ ዝኣምን ሰብ ግዜ ክወስድ ምዃኑ፣ መስርሕ ምዃኑ ፈሊጡ ብትዕግስቲ፣ ኣኣብ ዝግብኦ ግዜ ዘዝግብኦ እናገበረ ክኸይድ ክኽእል ኣለዎ። እዚ መንግስቲ ኣብ ደገ ምፍጣር፣ መንግስቲ ሓደ መንግስቲ ኣብ ደገ ምትካል ኢልካ ዘልዓልካዮ ነጥቢ ብዙሕ እውን ይበሃለሉ ኣሎ። ኣብቲ ማሕበራዊ መራኸቢ ባይታ ኢለ ጠቒሰ ነይረ። ኣብ ሃገርካ ፖለቲካዊ ድምጽኻ ከተስምዕ፣ ናጽነት ወይ ሓርነት ናይ ምዝራብ፣ ረኺብካ በቲ ግቡእ መስርሕ ሓሳብካ ናይ ምግላጽ ሓሳብካ ክትገልጽ እንድሕር ዘይክኢልካ ኣብቲ ዝኸድካዮ ቦታ ኬድካ ኢኻ ሓሳብካ ትገልጽ። ሕጂ ብዙሕ ብዛዕባታት ከነምጽእ ንኽእል ኢና። ህዝባዊ ግንባር ኣብ በይሩት ነይሩ እኳ እዩ። ህዝባዊ ግንባር ኣብ ሊባኖስ ነይሩ እኳ እዩ። ህዝባዊ ግንባር ኣብ ሱዳን ነይሩ እኳ እዩ። ህዝባዊ ግንባር ኣብ ሮማ ነይሩ እኳ እዩ። ኣብ በዓል ጥልያን ነይሩ። ኣብ ብዙሓት ኣብ ሰሜን ኣሜሪካ እኮ ህዝባዊ ግንባር ነይሩ እዩ። ስለዚ እቲ መንግስቲ ኣብ ደገ ምትካል ግቡእ ድዩ ኣይግቡእን እዩ ገዲፍና ሰብ ንሃገሩ ኣኣብ ዘለዎ ኮይኑ ብዝኽእሎ ከበርክት ክኽእል ኣለዎ። ካብዚኣሲ ክምላእ ናይ ብሓቂ መንእሰያት ድዮም ሕቶ ይሓተካ ጆክ መንእሰያት ድዮም ነዚ ጉዳይ ከልዕልዎ ዝግባእ ወይስ እቶም ዝነበሩ ናይ ንኣብነት ናይ ናይ ቀደም ዝነበሩ ኣብ ፖለቲካዊ መስርሕ ዝነበሩ ብዛዕባ ፖለቲካ ፍልጦ ዝነበሮም ኣብዚኣ ምናልባሽ ነታ ሽግ ኣብ ጫፋ ከተንድዶም ምስ ቀረበት ዘረከቡና ኢልካ ጠቒስከዮም ነርካ እቶም ነዚ ምንቅስቓሳት እዚ ዝገበሩ ገይረኩም ገይረኩም እወ ሕጂ ኣብዚ ረኩምና እዮም ዝደልዩ እየ ድል ዘለኹ ኣብዚ እቲ ኣነ ጥራይ ክብሕቶ ኣለኒ ኣነ ስልጣን ክሕዝ ኣለኒ ኣነ እንተዘይመፃኹ ዝብል ኣባህላ ክስበር ክኽእል ኣለዎ እቲ ንኤርትራ ዝኸውን ዓቕሚ ዘለዎ ሰብ ኣነ ዘይኮነ ዝብል ኣዕንቶይ ፖለቲካ ብ ናይ ብዙሓት ውሳነታት እዩ እቲ ንጥፈታት ድማ ብውሳነታት ናይ ብዙሓት እዩ ዝኸውን ስለዚ ንኤርትራ መን እዩ ክመርሓ ዝግብኦ ውሳነ ናይ ብዙሓት እዩ ዝኸውን ማለት እዩ እምበር ኣነ ስለ ዝበልኩ ይኮነን ዝኸውን ስለዚ ህዝቢ መን እዩ ዝኾኖ መወዳእታ ጉዳይ ዓዲ ብደቂ ዓዲ ስለ ዝኾነ ህዝቢ ቆፅሉ ዘየውደቐሉ ክመርሖ ስለ ዘየፍቅድ መወዳእታ ክመጽእ እዩ እቲ እቲ እቲ መስርሕ ግዜኡ ሓልዩ እቲ ህዝቢ ዝደልዮ ክመጽእ እዩ። ኣብዚ ሕውስውስ ዝበለ ኣተሓሳስባ ክህልወና ጽቡቕ ኣይ ኣይኮነን። መንግስቲ ኣብ ቤይሩት ይፈጠር ኣብ የመን ይፈጠር ኤርትራ ዝብል ክሳዕ ዝኾነ ንኤርትራ ከምታ ዝመጸታ ከምት ብሓድነት ጠሚሩ ከቐጽላ ዝኽእል እንተደኣ ኮይኑ ንኤርትራ ወገናዊ ዝኾነ ኣሰላልፋ ሰሊፉ ናብ ጸድፊ ክመርሓ ዝኽእል ተኾይኑ እዚ ኣብቲ ውሳነ ብህዝቢ ዝሰዓርን ዝንጸግን ክኸውን እዩ ማለት ስለዚ እዞም ነዚ ምንቅስቃሳት ዝገብሩ ዘለዉ መንእሰያት ድዮም ኣይኮኑን ኢልና ሕጂ ብዙሕ ብዙሕ ግሎባል ይኣክል ተባሂሉ መፅእ ናይ ኣዴታት ምንቅስቃስ መፅእ እዚ ይምፃእ መወዳእታ ግን ናብ ሓደ ዓሲሉ ንኩሉ ዘማእከለ ባይታ ናብ ምፍጣር ክኸይድ ልዕሊ ኩሉ ኣነ እቶም ሰባት ዘይኮኑ እቶም ሰባት ዘቕርብዎ ሓሳባት ከገድሰና ክኸእል ኣለዎ። እንታይ እዮም ኢሎም እቶም ሰባት እዩ ዘገድስ። ስለዚ እቲ ሓሳብ ንዓይ እንተ ሂቡኒ ኣነ ነቲ ሓደ እንድሕር ሂበዮ ኣብ መወዳእታ ተበላሊዑ እቲ ንኤርትራ ኤርትራ ኮይና ክትቅጽል ዘኽእላ ሓይሊ ናይ ኩላትና ሓሳብ ጠሚሩ ንኤርትራ ከመሓድራ እዩ ማለት እዩ። ስለዚ ኣነ ክመጽእ ዝብሉ ወይ መንግስቲ ንፍጠር ዝብሉ ህዝቢ ኣብዚ እውን ውሳኔኡ ይሃብ ርእይትኡ ይሃብ መንእሰያት ተሳትፎኦም ይግበሩ መወዳእታ ንዕኦም ጸላዊኦም ክኸውን ስለ ዝኾነ እታ ሽግ ክትውድእ ከላ እንተ ኣረኪቦሞ ቀይሩ ድዩ ካልእ ሽግ ሒዙ ክቐጽላ ወይስ ንዓኣ ኣሕዊዱ ክቕጽላ እዚ እውን ናይቲ ናይቲ መስርሕ ውጽኢት ክኸውን እዩ ማለት እዩ። ኣብዚ ብዛዕባ ማሕበራዊ መራኸቢታት ኣልዒልካ ኔርካ። ኣብ ማሕበራዊ መራኸቢታት ዘሎ ዋጭዋጭ፣ ኣብ ማሕበራዊ መራኸቢታት ዘሎ ትርኪ ምርኪ፣ ኣብ ማሕበራዊ መራኸቢታት ዘሎ ሚዛን ናይቶም ንኤርትራ ኤርትራ ክንገብራ ኢና ዝብሉ ዘይውክል ኣተሓሳስባታት ክመጽእ ይኽእል እዩ። ነዚ ዝኸስቡ ካልኦት ሓይልታት ከኣ ክመጹ ይኽእሉ እዮም። ስለዚ ኣብዚ ርግእ ኢልና ዕትብ ኢልና ህድእ ኢልና ግቡእ ምጽራይን ትንተናን ጌርና ናይ ፈትየካ ፈትየኪ እወ ጽቡቕ ኢልካ ጽቡቕ ኢልኪ ዘይኮነ መወዳእታ ንኤርትራ ዝጠቅም ይበሃል ኣሎ ድዩ መወዳእታ ክኸውን ወሳኒ መስለኒ ኣብዚኣ ኣብ ኣስመራ ኣብ ዝነበርኩሉ ግዜ ሓደ ኣብ ሰሜን ኣሜሪካ ኣብ ጥሪ ናይ 2008 ዝኾነ ሰልፊ ተገይሩ ነይሩ ናይ ተጋድሎ ሓርነት ኤርትራ ወይ ኣብ ግዜ ፈደረሽን ዝነበረት ባንዴራ ዝሓዙን ነዛ ሕጂ ዘላ ሃገራዊት ባንዴራ ዝሓዙን ሰባት ነይሮም። ሰልፊ ርኢኹሞ ዶ ከመይ ነይሩ ተባሂሉ ምስ ተላዕለ ሓደ ታይ ኢሉ ሓደ ሕጂ ኦ እቶም ሰብ ክልተ ባንዴራ ድዮም እቶም ናይ ጀብሃ ባንዴራ ዘንበልብሉ እቶም ከምዚ ኢሉ ነታ ሰማያዊት ናይ ተጋድሎ ሓርነት ኤርትራ ወይ ኣብ ግዜ ፈደረሽን ዝነበረት ባንዴራ ከምኡውን ነታ ሕጂ ዘላ ወግዓዊት ሃገራዊት ባንዴራ እቲ ፍልልይ ክሰብኽ ዝፈተነ ሰብ ነይሩ ኩሉ ሻዕ ነቲ ኣሉታ ጥራይ ክንደልዮ ክንፍትን ጽቡቕ ኣይኮነ ነቲ ኣወንታ ክንሪኦ እዞም ሰባት እዚኦም ሰማያዊ ይሓዙ ብጫ ይሓዙ ቀጠልያ ይሓዙ ኤርትራ ኢሎም ዶ እዩ ንህዝቢ ኤርትራ ንዒቖሞ ድዮም ንቀፉ ክበሉ ኣለዎም። ንህዝቢ ኤርትራ እቲ ፖለቲካዊ ህይወቱ ከይቅጽል ከልኪሎሞ ድዮም ክንቀፉ ክኽእሉ ኣለዎም። እቲ ናይ ህዝባዊ ግንባር ባንዴራ፣ ናይ ተጋድሎ ሓርነት ኤርትራ ባንዴራ፣ ናይ ሃገረ ኤርትራ ባንዴራ ኣውለብሊቦም ግን ኤርትራ ክሳዕ ዝበሉ ክድገፉ ክኽእሉ ኣለዎም። ስለዚ ኣብቲ ማሕበራዊ መራኸቢታት እውን ነዚ ዝመስል ንእሽተይ ጫፍ ጽብቕቲ ነገር እንተድኣ ተራእያ ንዓኣ ንምቕታላ ብ ኣብቲ ጉዳይ ዕዙዝ ኣፍልጦ ዘይብሎም ኤርትራውያን ወይ ውን ነዚ ሃጓፍ እዚ ረኺቦም ክብለጹ ዝደልዩ ብዙኣት ሓይልታት ዝገብርዎ ኣሎ። ስለዚ ኣብ ማሕበራዊ መራኸቢያታት ወይ ሰባት ኣብ ዝብልዎ ባይታ ዝወረደ ትርጉም ዘይብሉ ዝኾነ ሰብ ክፈልጦ ዝኽእል ክርድኦ ዝኽእል ዘይጠቅም ትርኪ ምርኪ ዝኾነ ሓሳባት ውዒልና ንፖለቲካዊ ሂወት ናይ ኤርትራ ዘይዕቢ ነገር ካብ ምልዓል ህዝቢ ክቑጠብ ዘለዎ ኮይኑ ይስምዓኒ። ኣብ ከይቀጸልካ ንስኻ ብዛዕባ ቅዋም ተዛሪብካ ኔርካ ቅዋም ወይ ሕጊ ንኹሉ ነገር ኣሳሪ እዩ። እቲ ቅዋም ብሓደ ፖለቲካዊ መስርሕ እዩ ዝመጽእ። መሰጋገሪ ፖለቲካዊ ህይወት ይህሉ እሞ ከምቲ ዝነበሮ ቴስዓን ሸውዓተን ጸዲቑ ኣብ ትግባረ ኣይወዓለን። እቲ ወተሃደራዊ ሓሳብ ሒዙ ዝመጸ መሪሕነት እዚ ቅዋም እዚ መጺኡ ኣብ ግብሪ እንድሕር ውዒሉ። ኖኖ፣ ኣብ ትግባረ ደኣ ውዒሉ እምበር ስለ ዘይጥቀመሉ ዘሎ እዩ። ኖኖ፣ ኣብ ትግባረ ኣይወዓለን ክንብል ከለና ተፈጻምነት ናይቲ ተግባራት ሕጂ ጸዲቑ ከም ወረቐት። ኣሎ እኮ፣ ሰራሕ ኣሎ እኮ።
ኖኖ። ሕጂ በሃላይ እቲ እቲ ስርዓት እዩ ዘይጥቀመሉ ዘሎ እምበር ቅዋምና ኩሉ ግዜ ቆይሙ እዩ፣ ቁም ኮይኑኻ ክነብር እዩ። ዋላ ሓንቲ ዘጠራጥር ኣይኮነን እዚ። ሕጂ ቅዋም ኣሎ፣ ቅዋም ምስ ተወድኣ እቲ ኮምሽን ቅዋም ሓላፍነቱ እንታይ እዩ? ነቲ ነቲ ፈጻሚ ኣካል፣ መሰጋገሪ ፈጻሚ ኣካል፣ ዝመርሕ ዝነበረ መሪሕነት የረክቦ። እቲ መሪሕነት ከኣ ይእውጆ። ካብ ሎሚ ጀሚሩ ኤርትራ ብቐዋማዊ መንገዲ እያ ትኸይድ ተባሂሉ ዝኾነ ግዜ ተቐሚጡ። ነቲ ቅዋም መካየድቲ ክኾኑ ዝግብኦም ኣብኡ ሰፊሩ ኣሎ። ሕግታት ክንደፉ ዝግብኦም ሕግታት ኣሎ። ንስልጣን ፕረሲደንት፣ ንሓላፍነት ናይ ሃገራዊ ባይቶ፣ ፈጻሚ ኣካል ብኸመይ እዩ ዝሰርሕ፣ እቲ ባይታኣዊ ኣካል ብኸመይ ይሰርሕ፣ ክውሰድ ዝግብኦ ሕግታት ኣሎ። ስለዚ ነዚ መሪሑ ድምጺ ህዝቢ ዝሰምዕ ምርጫ ተኻይዱ ተሳታፍነት ናይ ኩሎም ክፋላት ናይ ሕብረተሰብ ዘረጋግጽ ሓደ ፖለቲካዊ መስርሕ ተኻይዱ ወግዓዊ ዝኾነ ካብቲ ወተሃደራዊ መንግስቲ መሰጋገሪ መንግስቲ ዝወጸ መንግስቲ ይምስረት ማለት እዩ። እዚኣ ካብ ኣልዓልካያሲ ኣብ ናህና ብ ባህላይ ናይ ብፍላይ ኣነ ዝፈልጦም ናይ ባህሊ ትግርኛሲ ከልቢ ከማን እዚ ከልቢ ንእሽተይ ከልቢ ክትወስዶ ከለኻ ሕጊ ኣለዎ ንባዕሉ ዝኾነ ሰብ ሕልና ኣለዎ በታ ሕጊ ተኣዚዙኻ ይኸይድ ንሱኻ እንታይ እዩ ዝኾነ ንእሽተይ ከልቢ ኩርኩር ዲና ንብሎ ኩርኩር ክትወስድ ከለኻ ክልተ ኪሎ ወይ ከኣኒ ሰለስተ ኪሎ ከም በሉ ናብ ሓደ ሓደ ተርብዒት ይበሃል ብሓደ ትርብዒት ተዋሂቡ እዩ ከልቢ ዝመጽእ ምክንያቱ እቲ ሰብ ነቲ ከልቢ ምስ ተወልደ ምስ ተቐለበ እየ ዝብለካ ደለኹ ቀሊብዋ እዩ ነታ ከልቢ ነታ ድዩ ክሳብ ተጥብዎ ቁሩብ ተዕብዮ ተጎብዞ ክሳብ ትጠብሶ ገለ ዝተደሎ ቀሊብዋ ሶ ቀለባ መሊሱ ብውሕዱ ክወስዶ ኣለዎ ተባሂሉ እዩ ከምኡ ክግበር ማለት እዩ ሕጂ ስኻ ዝኾነ ሰብ ከልቢ ክወስድ እየ ተይልካ ንስኻ ትቀበሎ ኣይትቀበሎ እተን ግቡእ ግን ሒዝወን መጺ እዚ ሕጂ እንታይ ትልክ ኣብ ብልምዲ ኣብቲ ዓዲ ሰሪጹ ደሎ ሕጊ እዩ ቋሚ ወይ ከኣኒ ሓደ ዝኾነ ሰብ ኣድጊ ናይ ገዛእ ነብሱ ኣድጊ ዛንዛው ኣድጊ ቁሱ እንዳ ዝገጸበ እዮም ዝብሎ ቁስሊ ተለዎ ኣብ ዝባኑ ክጽዕኖ ዋንኡ ባዕሉ ኣየፍቅደሉን እዩ ምክንያቱ መሰል ናይቲ ሂወት ዝሓዘ ኣድጊ ክክበረሉ ስለ ዘለዎ ማለት እዩ ኣብ ኤርትራ ግን ይትረፍ ከምቲ ገጻብ ኣድጊሲ ከም ሓደ ከም ሓደ ኣዝዩ ዝፍንፍኑ እንስሳ ከማን ኣይንረእን ኢና ዳርጋ ከም ድላዩ ይወስደካ ዝደለየ ኩናት እእትወካ ዝደለየ ገለ ኮይኑ ሕጂ ኣነ እንታይ ክብለካ ደልየ ኣብ ኤርትራ ፖለቲካ ውን የለን ዓመጽ እዩ ዘሎ ኣብዚ ሕጂ ግዜ እዚ ፖለቲካ ዝበሃል እኮ መስርዑ ዝዓለወ ከምቲ ድምለሉ ረብሓ ደልዎ ገለምታ ብዙሕ ደማላ ክኸውን ይኽእል ግን ኣብ ኤርትራ እዚ ኩሉ የለን ሕጂ ኣብዚ ግዜ እዚ ኣብቲ ስርዓትሲ ኣይሓዞን ድሮ እቲ ስርዓት ህዝቢ እዩ ዘሎ እምበር ኣብቲ ህዝቢ ከኣ ዓመጽ እዩ ደሎ እምበር ፖለቲካ ኣሎ ክንብል ኣይ ፈጺሙ ኣየድፍረናን እዩ ሕጂ ነቲ ዝተደፍኤ ፖለቲካ ከመይ ገርና ኣቅኒዕና እቶም መንእሰያት ተረኪብና ጌና እታ ሽግ እታ ተቃጽል ሽግ ከይተወደኤት ከላ ካብ ኢዶም ኣሕዲግና ከመይ ገርና ናህና ንቋጻጸር። ሪምና ሚድያ ከምቲ ኣብ መእተዊ ናይዚ መደብ ዝበልኩ ዝተፈላለየ ዛዕባታት ዘልዕል መደብ እዩ። ኣብዚ ድማ ሓደ ንኡስ መደብ ከም ፋና ሪምና ዝብል ፖለቲካዊ፣ ፍቕራዊ፣ ስፖርታዊ፣ ትምህርታዊ ዛዕባታት ኣልዒሉ ዝትንትን መደብ ሒዝና ኣለና። ስለዚ ኣብ ሪምና ሚድያ ክቐርብ ኣለዎ ትብልዎ ኣርእስታት፣ ክትንተን ኣለዎ ትብልዎ ኣርእስታት፣ ኤርትራ ዝጠቅስ ዛዕባ፣ ብኣፍልጦና ዝያዳ መብርሂ ክንህበሉ ንኽእል እንተ ዄንና፣ ናባና ክትልእክዎ፣ በዚ ኣብ ቻነልና እንህበኩም ናይ ኢመይል ኣድራሻ ተጠቂምኩም ርእይቶታትኩም ክትህቡና ክንጽበ ኢና። ንዝያዳ ሃብታም ዝዀነ ትሕዝቶ ናይዚ መደብ ድማ ብትግሃት ክንሰርሕ ምዃንና ክንገልጸልኩም ንፈቱ። ሪምና ሚድያ ምስ ትሕዝቶታት ፋና ሪምና ኣብ ቀፃሊ መደባትና ክትከታተልዎ ንዕድም። ከምኡ እውን ሼር፣ ላይክ፣ ሳብስክራይብ ምግባር ኣይትሕመቑ። ርኢቶታትኩም ከገድሰና እዩ። ኮመንት ኣብ ዝብል ክፋል ናይ ዩትዩብ ድማ ርኢቶታትኩም ክትልእኩልና ክንፅበ ኢና።
ምሳኹም ዘለና ሚኪኤል ወትሮ ማና እየ ብዘቀረን ፊትን ኢና። መደብና ይቐፅል። ከም ተወሳኺ ግን እንታይ ክብል ምደለኹ ኣነ ኣብ ፖለቲካ ክትነጥፍ ዘይትኽእል እንተድኣ ኹንካ ወይ ከኣ ኣብ ፖለቲካ መስርሕ ቃነ ከድምዕ ኣይክእልን ኢልካ ትሓስብ ተኾንካ ዋላ እኳ ኣካልቲ ፖለቲካ ተኾነ ማለት እዩ ግን ነብስኻ ምምዕባል ንባዕሉ ንኤርትራ ሓደ ውዕለት እዩ ኣብ ዝሃለኻ ሃሊኻ ደረጃ ትምህርትኻ ኣፍልጦኻ ፖለቲካዊ ኣተሓሳስባኻ ስድራቤታዊ ኣተሓሳስባኻ ብዝኾነ መልክዕ ዓቕምኻ ከተዕቢ ኣለካ ጽባሕ ንግሆ ኤርትራ ምስ ተመለስካ ፈጺሙ ባዶ ክምለስ የብሉን ክመጽእ ኣለዎ እቲ እቲ ናይ ምምሃር ዓቕምኻ ናይ ነብስኻ ናይ ምምዕባል እዩ ክኸውን ዘለዎ ዝገበረ ገይሩ ነብሱ ኣማዕቢሉ ናብ ዓዱ ክምለስ ከሎ ሽዑ ምስ ምሉእ ሓይሉ ክመጽእ ኣለዎ ኤርትራ ፈጺሙ ካብ ሕጂ ዘይተማህረ ወይ ከኣ ዓቕሙ ዘይፈለጠ ግድን ኣይኮነን ቤት ትምህርቲ ከድካ ትማሃሮ ዓቕሙ ዘማዕበለ እዩ ዘድልያ ዘሎ so ንኤርትራ ነብስኻ ምምዕባል ሓደ ባዕሉ ውዕለት እዩ so ኩሎም መንእሰያት ኩልኻ መንእሰያት ብዝተኻእለ መጠን ማልያ ደይብሉ መጽሓፍቲ ኣሎ ይፈሪ ኣለዎ ሕጂ ጸሓፍቲ ኣለውና ከምቲ ዝድለ እኳ ተዘይጸጎመ ናይ መጽሔታት ጸገማት ኣሎ ናይ ጋዜጣታት ጸገም ኣሎ ግን ብዝረኸቦ በቲ ናይቲ ናይ ዓውሎማ መርበብ ድዩ ብገለ ድዩ ነብሱ ግን ከማዕብል ክኽእል ኣለዎ። ኣነ ዝዓበየት ለበዋይ እዚኣ እያ። ዝኾነ ሰብ ክገብር ዝኽእል ቀዳመይቲ ነገር ወይ ቀዳመይቲ ፍረ ነብስኻ ምምዕባል እያ። ሓደ ሰብ ነብሱ ተማዕቢሉ ስድራቤቱ ማዕቢሉ ኣሎ፣ ሃገረ ሞዕቢሉ ዓብያ ኣላ ማለት እዩ። እቲ ዝበልካዮ ኩሉ ኤርትራዊ ጸጋ ኤርትራ ኮይኑ ክቕጽል ኣኣብ ዘለዎ ኣተሓሳስብኡ ከርጥብ፣ ክእለታት ከጥሪ፣ ክመሃር፣ መልእኽቲ ናይ ሪምና ሜድያ ዩ ንምኪኤል ዝበሎ እየ ዝውስኸሉ ዘለኹ ኣኣብ ዘለናዮ ነታ ፅባሕ እንሃንፃ ናፃ ካብ ባዕዲ ዝኾነት ካብ ምልኪ ኸዓ ሓርነት ክንልግሰላ ንቃለሰላ ዘለና ኤርትራ ዝኸውን ክእለት ፍልጠት ኣተሓሳስባ ሒዝና ወትሩ ድልዋት ወትሩ ንኤርትራ እንብል ፀጋ ኤርትራ ምዃንና እናረጋገፅና ክንፀንሕ ተወሳኺ መልእኽትና ዩ።

ናይ ቃልሲ ምቅላስ።